ሽምካ ይባረኽ ጎይታ ነመስግነካ ኣለና እግዚኣብሔር ሽምካ ይባረኽ የሱስ ጎይታ እዩ የሱስ ጎይታ የሱስ ወዲ ኣምላኽ ሃሌሉያ የሱስ ጎይታ እዩ ክንብልካ ኣለና ነገራት ዋላ ሓደ የብልካ ናብ ቅድሚኡ ማለት እዩ የሱስ ጎይታ እዩ ሎም መዓልቲ ዝብለና ነገር ኣለዎ ዝጎደለና ነገር ኣሎ ጎይታ ክምላኣልና እዩ እግዚኣብሔር ኣቦ ነመስግነካ ኣለና እግዚኣብሔር ኣቦ ብምሕረትካ ስለ ዝካለልካኒ ኣምላከይ ሽም የሱስ ክርስቶስ ኣመስግነካ ኣለኹ እግዚኣብሔር ኣቦ ብቃልካ ጌርካ ክትዛረበና እግዚኣብሔር ንዓይ ከዓ እግዚኣብሔር ኣብ ቅድሚካ ምሕረት ስለ ዝገበርካለይ እግዚኣብሔር ኣቦ ኣብ ቅድሚካ ክቐውም እግዚኣብሔር ኣቦ ኣንደበተይ ኩሉ እግዚኣብሔር ኣቦ እስኻ ክትከብር ኣብ ህይወተይ እግዚኣብሔር ኣቦ ብሽም የሱስ ክርስቶስ እጽሊ ኣለኹ ኣብ ቅድሜኻ ንቀርብ ኣለና እግዚኣብሔር ሓደ እኮ ጥበብ እንተ ጎደሎ ናብቲ ዘየስተሓፍር ኣምላኽ ዝበልካ እግዚኣብሔር ኣቦ ጥበብ ክትበና ንጽሊ ኣለና ብሽም የሱስ ኣሜን የሱስ ጎይታ እዩ ሓደ ነገር ክንመሃር ኢና ሓደ ነገር ዝውሰኸና ነገር ኣሎ ዝጎደለና ነገር because ቃል ኣምላኽ ይብሎ ኣብ ያእቆብ ሓደ ሓሙሽተ ሲ ጥበብ ካባኻትኩም ጥበብ እንተጎደሎ ግና ነቲ ከየስተሓፈረ ንኹሉ ብልግሲ ዝህብ ኣምላኽ ይለምኖ ክወሃቦ እውን እዩ ይብል ቃል እግዚኣብሄር ሽሙ ይባረኽ እግዚኣብሄር ጎይታ ይባረኽ ስለዚ ሎማዓንቲ ጥበብ ክወሃበና እዩ የሱስ ጎይታ እዩ ናይ እግዚኣብሄር ጥበብ እቲያ ኣምላካዊት ዝኾነት ጥበብ ማለት እዩ የሱስ ጎይታ እዩ ሓደ ካባኻትኩም ጥበብ እንተጎደሎሲ ግና ነቲ ከየስተሓፈረ ንኹሉ ብልግሲ ዝህብ ኣምላኽ ይለምኖ ክወሃበውን እዩ ይብል ማለት እዩ የሱስ ጎይታ እዩ ስለዚ ጥበብ ማለት ጥበብ ማለት ሓደ ካብ ባህርያት እዩ ሓደ ብተግባር ትገብሮ ነገር ኢካ ኣብ ቃል ኣምላክ ክንሪኣ ኢና የሱስ ጎይታ እዩ ኣብ ትንቢት ዳኒኤል ጥበባውያን ሰባት እስራኤላውያን እዮም ኣርባዕተ ተመሪጾም የሱስ ጎይታ እዩ እሳ ክንሪኣ ኢና እታ ቃል ከሰላስሎ ቀንየስ ብጣዕሚ ተገሪመ ጥበብ ለካ ካብ እግዚኣብሄር እዩ የሱስ ጎይታ እዩ ዳንኤል ሓደ ዓሰርተ ሸውዓተ ዘሎ ቃል ኣምላኽ ከንብቦ እየ ሓደ ከኣ ነዞም ኣርባዕተ መንእሰያት እዚኣቶም ፍልጠት ብኹሉ መጽሓፍትን ጥበብን ከኣ ምስትውዓል ሃቦም ዳንኤል ድማ ራእይታትን ሕልምታትን የስተውዕል ነበረ ይብል ቃል እግዚኣብሄር እዚኦም መንእሰያት እዚኦም ተመሪጾም እዮም ንጉስ ኣበኩዶነጸር መሪጽዎም ጥበበኛታት ሰባት ኢሉ ማለት እዩ ጥበበኛታት ሰባት ተባሂሎም እዮም ተመሪጾም። ብጣዕሚ ይግረም ነይረ ከንብቦ ከለኹሲ ጥበብሲ በቃ ቃል ኣምላኽስ ከምኡ ከማን ይብል እዩ ሰሎሙን ንጉስ ሰሎሙን ከማንሲ ኩሉ እዚ ንጉስነት ሂብዎ ከሎስ እግዚኣብሔር ሓንቲ ነገር ለሚንዎ ጥበብን ምስትውዓልን ሃበኒ ኢልዎ ማለት እዩ የሱስ ጎይታይ ኣብ ቀዳማይ ዜና ክንሪኦ ከለና እቲኦም ናይ ናይ ኢሳኮር ከኣ እንታይ ይብሉ ነይሮምስ ጥበብ ጥበብ እዮ ጥበብስስ ንመጻኢ ዝኸውን ዘዳሉ ማለት እዩ ጥበብ የሱስ ጎይታይ እንታይ ከኣ ይሕ ተሓርዮም እዮም እዚኦም መጺኦም ንጉስ ሳበክኖጸር ሓርይዎም እዚኦም ጥበበ ጥበበኛታት ሰባት እዮም ኢሎም ማለት እዩ የሱስ ጎይታይ ስለዚ ናይ እግዚኣብሄር ጥበብ እንተለና ንምረጽ ኢና ንግስቲ ሳባ ከማን ጥበብ ናይ ሰሎምን ክትርኢ ከይዳ ጥበብ፣ ቃል ኣምላኽ ከኣኒ መጀመርታ ጥበብሲ ፍርሓት እግዚኣብሄር እዩ ይብል። መጀመርታ ጥበብ ፍርሓት እግዚኣብሄር እዩ ይብል። ነታ ጥበብ እተፍርሳ ከኣኒ ዓሻ ብልቡስ ኣምላኽ የሎን ይብል። ስለዚ ጥበብ እግዚኣብሄር ቀዳማይ እዩ። የሱስ ጎይታይ ጥበብ ዘለዎ ሰብ ከኣ እዚኦም ከኣ ጥበበኛታት ስለ ዝነበሩ ተመሪጾም ከይድኩም ኣምጽዎም ኢልዎም ኣበክዶነጸር። ክንብባያ እታ መጀመርታ። ካብ መጀመርታ ከንብባየ ንጉስ ያቅብ ንጉስ ይሁዳ ኣብታ ለይቲ ሳልሰይቲ መዓልቲ ነበኩደነፀር ንጉስ ባቢሎን ናብ የሩሳሌም መፀ። ከበበውን። ንጉስ ድማ ንያቂም ንጉስ ይሁዳ ካብ ኣቕሓ ቤት ኣምላኽ ሓደ ክፍልን ኣቦ ኢዱ ሃቦ። ናብ ጌርጌስ ሲንካር ናብ ቤት ኣምላኽ ወሰዶም፣ ነቶም ኣቓውሕን ካብ ቤት መዝገብ ኣምላኽ ኣእተዎም። እቲ ንጉስ ከኣ ኤልሻፋዝ ሓለቓ እቶም ስሉባት ካብ ደቂ እስራኤል፣ ካብ ዓሌት ንጉስ፣ ካብ ወለዶ ጭዋታት መንእሰያት ከምጽእ ነገድ ነገሮም። እዚኣቶም ከኣ ጕድለት ዘይብሎም መስተውዓልትን ብዅሉ ጥበብ ምስትውዓልን ምሁራትን ኣእምሮኛታትን ኣብ ኣድራሻ ንጉስ ምቛም ዝኽእሉ ክዀኑ ናይ ከለዳውያን መጻሕፍትን ቋንቋ ከኣ ክምህርዎም ኢሉ ነገሮ ይብል ኣሎ የሱስ ጎይታይ እዚኦም ተመሪጾም እዮም መጽዮም ንጉስ ናቡኩደነጸር ናይ ባቢሎን ናይዚኣ ሶርያ ዲያ ማለት ንጉስ ናቡኩደ ንሓንቲ ሃገር እያ ግን ይብል ኣሎ መሪጽዎም እዚኦም ጥበበኛት እያቶም ክመርሑ ዝኽእሉ እዮም ኢሉ ጠቢ መሪጽዎም ማለት እዩ የሱስ ጎይታይ ከመይ ዓይነት ጥበበኛታት ነይሮም ኣነ ብጣዕሚ እየ ተገሪመ ብጣዕሚ ከማን ኣብኡሲ ነቲ ንጉስ ዝተሰውእ ከኣ ዝገርመኒ ዝገረመትንስ ነቲ ንጉስ ዝተሰውእ ነገርሲ ከይበ እሶም ክበልዑ እዮም ንሰለስተ ዓመት ዝኣክል ክበልዑ ኣለዎም ኢሉ እቲ ንጉስ ን ን ነቲ ብ ትሕቲኡ ዘሎ ንኣቅ ንኣቀን ዘር ንዑ ነጊርዎ ኣሎ ክበልዑ ኣለዎም ኢልዎ ኣሎ የሱስ ጎይታይ እዚኦም ግን መስተውዓልቲ ሰባት ኔሮም ነቲ ንጉስ ነቲ ንዕኦም መግቢ ኩሉ ዘዳልወሎም ንዕኡሲ ጥረምረ ኢና ንበልዕ ኢሎሞ ከይረኽሱ። ከመይ ዓይነት ጥበበኛታት እዮም ብጣዕሚ በቃ ጥበብ ናይ እግዚኣብሔር ጎይታ ሎማዓንቲ ብጥበብ ክውስኸና ዝፈረሰ ነገር ክነዕርዮ ብጥበብ ዓሻ ለባም ሰበይቲ ቤታ ትሃንፅ ኢሉ ብገዛእ ኢዳ ከኣ ተፍርሶ ይብል የሱስ ጎይታ እዩ ስለዚ ጥበብ ማለት መስተውዓሊ ማለት ዝብሎ ነገር ዝፈልጥ ኣብ ፍጹም ነገር ከኣ ዝዛረብ ምሻሎ ስጋዊ ዘይኮነ ክንሪኣ ኢና ትብል ኣላ ቃል ኣምላኽ ከማን ጥበብ ማለትሲ በቃ ኣስተውዒሉ ዝዛረብ ሰብ ተሃዋኽ ዘይኮነስ ዘስተውዕል ሓሲቡ ዝዛረብ ሰብ ኣተረዲኣትኒ ማለት ብጣዕሚ ይግረም ነይረ በቃ ከመይ ዓይነት ጥበበኛታት ሰባት እዮም ዳንኤል ግና በቲ ብልዒ ንጉስ በቲ ዚሰትዮን ወይንን ከይረክስ ብልቡ ሓለነ። ብግዲ ከይረክስ ድማ ነቲ ሓለቓ ስሉባት ለመኖ። ነቲ ትሕቲ ኣበኩደነጸር ንዕኡ፣ ነቡኩደነጸር ንዕኦም እኮኒ ገይሩሎም እዩ፣ ክሓባብሎም ኣስማቶም እንዳቐየረ። ሲስተማቲክ ማለት እዩ ብናቱ ብናቱ ብናይ እግዚኣብሄር ዘይኮነ ጥበብ ናቱ ናይቲ ናይቲ ሓላፊ ናይቲ ሓላፊ ጥበብ ሰባት ኣዳልዩሎም ሽሞም ቀይሩሎም ዘይገበረሎም የሎም መግቢ ኣዳልዩሎም ብጣዕሚ እየ ዝግረም ነይረ ዝከንብቦ ከለኹ ከመይ ዓይነት ጥበበኛታት ሰባት ምስቲ ንጉስ ከማን ብጥበብ ነይሮም እቲ ንጉስ ኣበኩዶ ነፀር ናይዚኣ ጣዖት ዝምለኻላ ዓዲ ነቲም ጣኦት እኮ ይሰግድሎም ክሰግድሎም እዮም ኩሉ ዘብልዕዎም ነበሩ ግን ይፈልጦም ነይሩ እዩ ጥበበኛታት ምዃኖም ጥበበኛታት እዮም መስተውዓልቲ እዮም ኣይሁዳውያን እዮም ምሁራት እዮም የሱስ ጎይታ እዩ ሎማዓንቲ ምስትውዓልና ክኸፍቶ እግዚኣብሄር ምሻሎ ጥበበኛታት ሰባት ክንከውን ከምኡ ኢልዎ ማለት እዩ ዳንኤል ሓደ ዓሰርተ ሸውዓተ ከኣ ዳንኤል ግን ናይ ጥበብ ናይ እግዚኣብሄር ምዃና ይፈልጥ እዩ ነይሩ። ዳንኤል ሓደ ዓሰርተ ሸውዓተ ኣምላኽ ከኣ ነዞም ኣርባዕተ መንእሰያት እዚኦም ፍልጠት ብዅሉ መጻሕፍትን ጥበብን ከኣ ምስትውዓልን ሃቦም። ዳንኤል ድማ ብራእይታትን ሕልምታትን የስተውዕል ነበረ። ኢልዎም ማለት እዩ። ኢሎሞም እዮም እቲ ንጉስ ከምጽኦም ከሎ ተመሪጾም እዮም መጺኦም መስተውዓልትን ጥበበኛታት ምሁራት እም ኢልዎም እዮም። እቲ ንጉስ ምሁራት እዮም ጥበበኛታት እዮም ኢሉ ዘምጾም ግን ብሲሶም ገይሩ እዩ ክሕዞም ደልዩ ነይሩ። መግቢ እንዳመገበ ጥዑም ከይ ከይ ከይ ዓቢሮም ከይርከቡ ከማን ዓቢሮም ምሻሎ ጎዲሎም ከይርከቡሲ ብሉጽ ብሉጽ መግቢ እንዳብለዐ ሽሞም ቀይሩ ማዕረ ክንደይ በቲ ናቱ ሲስተም በቲ ንጉስ እዩ ዝኸይድ ዘሎ እሶም ግን መስተውዓልቲ እዮም ደል ነይሮም Thank you ኢየሱስ ጎይታ እዩ ስለዚ እንታይ ካብዚኣት ይመሃረ ኣለኹ ማለት እዩ እግዚኣብሔር ምስትውዓል ናይ እግዚኣብሔር ምዃኑ ከምቲ ኣብ ያዕቆብ ዝበለና ማለት እዩ ከየስተሓፈረ ዝህብ እግዚኣብሄር ጥበብ ኣለዎ ነዚኦም ከኣ ብጥበብ ባሪኽዎም እግዚኣብሄር ኣምላኽ ከኣ ነዞም ኣርባዕተ መንእሰያት እዚኣቶም ፍልጠት ብኹሉ መጽሓፍትን ጥበብን ከኣ ምስትውዓል ሃቦም ዳንኤል ድማ ኩሉ ራእይታትን ሕልምታትን የስተውዕል ነበረ እታ ነቲ ንጉስ ክኣትወላ ኢሉ ዝመደባ መዓልቲ ምስ በጽሐ እቲ ሓለቓ ስሉባት ካብ ቅድሚ ነቡኩደነጸር ኣእተዎም፣ እቲ ንጉስ ከኣ ተዛረቦም፣ ካብ ኵላቶም ድማ ከም ዳንኤልን ሓናንያን ሚሻኣልን ኣዛርን ዚብሃል ኣይተረኸበን። ንሳቶም ኣብ ቅድሚ ንጉስ ቈሙ። እታ ጥበብ እታ ጥበብ ናይ እግዚኣብሄርሲ ኣብ ቅድሚ ንጉስ ኣቝማቶ፣ ኣብ ቅድሚ ንጉስ እቲ ናይ ሓንቲ ሃገር ዚመርሕ ናየቡኩደነጸር። ንሕናኸ ኣብ ክርስቶስ ጥበብ ኣምላኽ ካብኡ ይበልጽ ካብቲ ናይ ንጉስ የሱስ ጎይታ እዩ ስለዚ እግዚኣብሄር ክረድኣና ሎማዓልቲ ምሻሎ በቃ ብጥበብ ኣምላኽ ክንማላለስ ጥበብ ካብ እግዚኣብሄር ኩሉ መሪሕነት ካብ እግዚኣብሄር ንህይወትና ክንመርሕ ኩሉ ነገር ማለት እቲ ንገብሮ ንዛረቦ ዘበለ ኣብ ቅድሚ ንጉስቲ ንኣበኩደነጸር ኣቑማቶ እቲያ ጥበብ ጥበብ ናይ ኣምላኽ እዚኣ የሱስ ጎይታ እዩ። ዳንኤል ሓደ ዕስራ እየ ኣብኡ እየ ዘለኹ። ብዛዕባ እቲ ንጉስ ዘጠየቆም ናይ ጥበብን ምስትውዓልን ኩሉ ነገር ካብቶም ኣብኡ ኩሉ ግዝእ ግዝእቲ ዝነበረ ጠቢባንን ፈለጥትን ዓሰርተ ኢድ በሊጾም ረኺቦሞ። የሱስ ጎይታይ ስለዚ ብዓሰርተ ዕጽፊ በሊጾም ረኺብዎም because ኣብቲ ግን እሱግ ብስጋ ግን ብስስተም ናህቱ ሲስተማቲክ ገይሩ ግን ብዙሕ ነገር ፈቲንዎም እዩ እሶም ግን ነቲ ንጉስ ኣበኩደነጸር እኮ ንዖኦም ዝኣልይዎ እኮ ካልእ ኣዳልይሎም እዩ ምስኡ ግን ካብዚ ኢና ንበልዕ ኢሎም ንዕኡ already እሚኖሞ እዮም ጠበብ ኣምላኽ ማለት እዩ እግዚኣብሄር እዩ ጥበብ ሂብዎም እምበር ንሶም ብጥበቦም ሽመም ቀይሮምሎም በቃ ናይ መግቦም ናይ ሰለስተ ዓመት ዝኣክል ንስብሒ ብስጋ ጎዲሎም ንኸይራኣዩ በቲ ናይቲ ንጉስ ኣበኩደነጸር እዚ ሲስተም እዚ እዚ ሲስተም ናይቲ ሰብ እዩ እሶም ግን ብጥበብ ኣምላኽ እዮም ዝኸዱ ነይሮም ምስኡሲ ከመይ ገይሮም ይጓዓዙ ነይሮም ብጥበብ ከም ዘለዎም ምስኦም ከማን ኣይፈልጡን እዮም ነይሮም የሱስ ጎይታ እዩ እቲያ ጥበብ ከኣኒ ብዙሕ ነገር ፈሊጣትሎም ማለት እዩ ነብኩደነጸር መፍትሒ ኮይኖሞ ንዝመጽእ ንሰለስተ መንግስታትን ሕልሚ ከሊዳውያን እቲኦም ኣንጠረኛታት ክፈትሕዎ ዘይክእሉ ምስጢራት ዝገልጽ ናይ እግዚኣብሄር ምስጢር ብኦኦም ተገሊጹሎም የሱስ ጎይታ እዩ ስለዚ እንታይ ክብል ደልየ ጥበብ ናይ እግዚኣብሔር ጥበብ ኣብ ንጉስ የቅርበካ ሱስ ጎይታይ ብሉፅ ካዓ ትከውን ቢኮዝ ተመሪፆም እዮም መፅኦም እዚኦም ብሉፃት እዮም ጥበበኛታት እዮም መስተውዓልቲ እዮም ተባሂሎም ማለት እዩ የሱስ ጎይታ እዩ ሃሌሉያ ተባረክ እግዚኣብሔር ያ ኣብ ያቆብ ከዓ ከምዚ ዝብለና ማለት እዩ እግዚኣብሔር ሰናይ ኣብ መዓንቲ ዝቕየር ነገር ኣሎ ፍረስናይ ነገር ብጥበብና ብኣተሓሳስባና ዝኸድናሉ ንቕይረሉ ግዜ እዩ የሱስ ጎይታይ ያእቆብ ያእቆብ ሰለስተ ዓሰርተ ሓሙሽተ ክሳብ ዓሰርተ ሽዱሽተ ዘላ ኸኣ ኣብቲ ያ ጥበብ ጥበብሲ ጥበብሲ እቲኣ ጥበብ ናይ ብግብሪ እያ ምሽ ኢልዋ ብግብሪ እያ ምድራዊትን ሰይጣናዊትን እያ ኢልዋ ኣሎ ኣብዚኣ ያእቆብ ከኣ እንታይ ይብላ ኣሎ ኣብቲ ቅንእን ካብ መጀመርታ ያ ያዕቆብ ሰለስተ ሰለስተ ዘላ ከም ኣብ ማእከልኩም ለባምን ኣስተውዓልን መን እዩ ንሱ ብሰናይ ኣካይዳ ብልውሃቲ ጥበብ ገይሩ ግብሪ የርኢ የሱስ ጎይታ እዩ ጥበብ ባህርያት እዩ ጥበብ እዚ ባህርያት እዩ ሕጂ ሰብ ምሽ ዝኾነ ሰብ ስጋዊን መንፈሳዊን ከም መንፈሳዊ ሕጂ ብሃውሪ ዝዛረብ ሳክስ ኢሞሽናል ኩሉ ግዜ ኢሞሽናል ወይ ከኣ ዝኾነ ዝህወኽ ሰብ ጥበብ ዘይብሉ ሰብ እዩ ቃል ኣምላኽ ምሽ ኢልዎ ዓሻስ ብልቡ ኣምላኽ የለን ይብል ኢልዎ እኳዩ እሱ እኮ ብስምዒት እዩ ዘሎ ጥበብ ኣምላኽ ኣምላኽ ኩሉ ነገር ብኣምላኽ ምዃኑስ ኣይፈለጠን እንታይ ድኣ ብናቱ ስለዚ ኣምላኽ የለን እንዳበለ እንዳነጸረ ከይድ ማለት እዩ። ኣብዚ ከኣ እንታይ ኢልዎ ያዕቆብስ ሰለስተ ኣብ ማእከልኩምን ለባምን ኣስተውዓልን መን እዩ ንሱ ብሰናይ ኣካይዳ ልውሃት ጥበብ ገይሩ ግብሪ የርኢ። ስለዚ ጥበብ ትረኣ እያ ማለት እዩ ብግብሪ። ኣብቲ ቅንእን ሻራን ዘለዎ ኣብኡ ምፍራስ ስርዓት ኩሉ እከይን ግብርን ኣሎ እሞ እዛ ጥበብ እዚኣ ምድራዊት ስጋዊት ሰይጣናዊት እያ እምበር ካብ ላዕሊ እትወርድ ኣይኮነትን እታ ናይ ላዕሊ ጥበብ ግና ቅድም ንጽህቲ እያ ድሓር ውን ሰማያዊት ልእምቲ ስምዒ ምሕረትን ጽቡቅ ፍረ ዝመለእት ብዘይ ዝሬትን ብዘይ ግብዝናን እያ። የሱስ ጎይታ እዩ። እታ እንታይ ኢልዋ ሲ እታ ኣብቲ ቅንእን ሻራን ዘለዎ ኣብኡ ምፍራስ ስርዓት ኩሉ እከይን ግብርን ኣሎ እሞ እዛ ጥበብ እዚኣ ምድራዊት ስጋዊት ሰይጣናዊት እያ እምበር ካብ ላዕሊ እትወርድ ኣይኮነትን። የሱስ ጎይታይ ካብ እዚኣ ጽልእሲ እዚ ካብ ላዕሊ ትወርድስ ኣይኮነትን እዚኣ ናይ እግዚኣብሄር ጥበብስ ኣይኮነትን ማለት እዩ ባዕልና ንኸዳ ብሓሳብና ብምፍልላይና ብቕንኢ ብሻራ እዚ ባዕልኻ ሲስተማቲክ ተምጾ ማለት እዩ ጥበብ ናይ ሰብ ናይ ሰብ ባህርያት እታ ናይ ላዕሊ ጥበብ ግና ንጽህቲ እያ ደሓር እውን ሰላማዊት ልእምቲ ስምዕቲ ምሕረትን ጽቡቕን ፍረን ዝመልኦ ብዘይ ዝሬትን ብዘይ ግብዝናን እያ። የሱስ ጎይታ እዩ። ስለዚ ጥበብ ምድራዊትን ኣብዚ ያእቆብ ከኣ ምድራዊትን ሰይጣናዊትን ኢሉ ገሊጽዋ። እታ ናይ እግዚኣብሄር እታ ልእምቲ እያ። ልእምቲ ማለት ጥዑም ምስ ኩሉ ብፍቕሪ ምንባር ብምሕረት ኣምላኽ ጽቡቕ ፍረ እንዳፈራኻ እንዳኸድካ ማለት እዩ። ብዘይ ብዘይ ዝሬትን ብዘይ ግብዝናን ምሻሎ ብዘይ ግብዝና ብዘይ ብዘይ ምኹራዕ ብዘይ ምንፋሕ ንኹሉ ብማዓረ ምርኣይ ንጽህ ኣሎ ብቕንዕና ማለት እዩ ኣብዚ ያቆብ ዝብሎ ዘሎ ስለዚ እዚኣ ነዚኣ ግን ጥበብ እያ ትሕግዘካ because ሰይጣናዊትን ምድራዊትን ኢልዋ ኣሎ ጥበብ ናይ እግዚኣብሄር እንተዘይብሉ ሰብ ኣብዚ እዩ ዝእሰር

በቃ ስዉር ነገር እግዚኣብሄር ዝገልጸልካ ንዳንኤል እኮ ገላጺ ምስጢራት እዩ ኢሉ ኣብቲ ናይ ምዕራፍ ክልተ ንኣምላኽ ኣመስጊንዎ እዩ እቲ ሕልሚ ኩሉ ነቡክደነጸር ነጊርዎ እቶም ጠንቆልቲ ንኩሎም እኮ ሓቲቱ ኢልዎም ከማን እዚ ክውሰኾም እዩ እዚ ክወሃበኩም እዩ እሶም ግን እግዚኣ ኣብ ቅድሚ ኣምላኽ ብንጽህና ብ ብጥበብ ስለ ዝማላለሱ ዝነበሩ ነቲ ሕ እቲ ኣቡኩደነጸር ዝሓለሞ ሕልሚ ጠፊእዎ እቲ ሕልሚ ጠፊእዎ እቲ ዝሓለሞ ሕልሚስ ጠፊእዎ እንታይ እሞኒ እቲ ዝሓለምካዮ ሕልምታትስ ነቶም ኩሎም እዚ መልኣኽቲ ከማን ኣይ ኣይፈትሑልካን እዮም ኢሉ ኣብቲ ምዕራፍ ክልተ ዘሎ መልኣኽቲ ከማን ከም ዝበሃል ሕልሚ የለን እሞ እቲ ሕልሚ ናሃትካ ንገረና ምስ በልዎ ኣይፈለጦ ረሲዕዎ እቲ ሕልሚ ኣይዝኩረን እየ ኢልዎ የሱስ ጎይታይ እቶም ከሊዳውያን ጦንቆልቲ ኩሎም እቶም ኣንጣረኛታት ንኩሎም ነጊርዎም ሂብዎም እዩ ከዓ መምርሒ ከዓ ሂብዎም እዚ ክውስኸኩም እዚ ክጠፍኣኩም እዩ ካብ ምድሪ ከጥፍኣኩም እየ እንዳበለ ኣብ ምዕራፍ ክልተ ዘሎ እቲ ገላፂ ምስጢራት ዝኾነ ኢሉ ዳንኤል ከዓኒ ነጊርዎ ግን ቅድሚ ምንጋሩ ከዓ ግዜ ሂብዎ እዩ ነበኩደነፀር ግዜ ሃበኒ ኢልዎ እዩ ማዕረ ክንደይ ጥበበኛታት ኔሮም እሶ ም ተመሪጾም ዝመጹ ሰባት የሱስ ጎይታይ ሽዑ ግን እቲ ሕልሙ ኩሉ ነጊርዎ እቶም ጥበበኛታት ኩሎም ዘይፈለጥዎሲ ገላጺ ምስጢራት ኢሉካ ከንብባ እታ መጨረሽታ ምዕራፍ ናብ ገዛእ ከደ እሞ ዳንኤል መሓዙቱ ምስቶም ዝተረፉ ጥበብን ጠቢባን ከይ ጠቢብን ጠቢባን ጥበቡን ከይጠፍኡ ብዛዕባ እዚ ምስጢር እዚ ካብ ኣብዚኣ ብግእዝ እዚኣ እታ ግእዝ ቁጽሪ ይፈልጣኒ ሐረ ምበለ ኣብ ሰኣ ግን እዋ ብዛዕባ እዚ ምስጢር እዚ እዚ ኣምላኽ ሰማይ ምሕረት ክልምኑ ክንሃናንያን መሻልን ኣልኣዛርን መሓዙቱን እቲ ነገር ኣፍለጦም። ሽዑ እቲ ምሥጢር ንዳንኤል ብራእይ ለይቲ ተገለጸሉ፣ ዳንኤል ከኣ ኣምላኽ ሰማይ ኣመስገኖ። ዳንኤል ድማ ከምዚ ኢሉ ተዛረበ፣ ጥበብን ሥልጣንን ናቱ እዩ እሞ፣ ስም ኣምላኽ ካብ ዘለዓለም ንዘለዓለም ብሩኽ ይኹን። ኢየሱስ ጐይታ እዩ። ጥበብ ናይ እግዚኣብሔር እዩ፣ ምሥጢራት ዝገልጥ ማለት እዩ። ኣመስጊኖም ኣብ ቅድሚ ኣምላኽ ቀሪቦም ግን ዳንኤል ግን ርእዮም ከመይ ዓይነት መስተውዓልቲ ኔሮም ነቲ ናይበኩዶነጸር ምስ ፈትሓሎም ከማን ኣብ ኣብ እግዚኣብሄር እዮም ዘለዉ ጥበብን ምስትውዓልን ገዛ ገላጺ ምስጢራት ኢልዎ ስለዚ እቲ መጀመርታ ናይ እግዚኣብሄር ፍርሓት መጀመርታ ጥበብሲ ናይ እግዚኣብሄር ፍርሓት እያ ምፍራሕ እዩ ትብልሲ መዓር ክንደይ ጥበበኛታት ኔሮም እዚኦም ገለፂ ምስጢራት ኢሉ ምሻሉ መናእሰይ እዮም ፈለጥቲ እዮም ኣብኡ ከማን ፅቡቅ እዮም ትሪት ዝገብርዎም ኣብ ትሕቲ ንጉስ እዮም ዘለዉ ናይ ኣበኩደነፀር ንጉስ ባቢሎን ጣኦታት ዘለዋ ዓዲ ግን ማዕረ ክንደይ ጥበብ ኣምላኽሲ ብምስትውዓል የመላልሶም ነይሩ ብጣዕሚ ዝድነቅ ነይረ ኣነ ከንብቦ ከለኹ ከመይ ዓይነት እዮም እዚኦም ኢለ ንሕና ግዳይ ኣብቲ ንጉስ ነገስታት እሱ ጥበብ ምንጪ ኩሉ ዝኾነ ገላጺ ምስጢራት ከመይ እግዚኣብሔር ጥበብ እንተሂብናሲ ከምዚ ዓይነት ተገሊጹሎም እኮ እዩ ናይበኩደነጸር ሕልሚ ረሲዕዎ ዝነበረ ኩሉ ንዝመጽእ ንመንግስታት ናይ ሰለስተ ኣርባዕተ መንግስታታት ኣርእይዎ ኣብኡ ተንብቦ ሃላፍትም ናይ መጨረሽታ ከምኡ ይብል የሱስ ጎይታ እዩ ስለዚ እግዚኣብሄር ሎማዓንቲ ክረዳኣና እዩ ብጥበብ ክንማላለስ ኢና ስኢንና ብሃውሪ ኣይንዛረብን ስሚዒታዊ ሰብ ኣይንከውንን ኢና የሱስ ጎይታ እዩ ሃሌሉያ ቀዳማይ ቆሮንጦስ ሓደ ንዓሰርተ ሸሞንተ ዓሰርተ ትሽዓተ ዘሎ ከዓኒ ጥበብ ጠቢባን ከጥፍእ እዩ፣ ምስትውዓል እቶም ኣስተውዓልቲ እውን ከፍርስ እዩ ዝብል ጽሑፍ እዩ እሞ፣ ቃል መስቀል ነቶም ዝጠፍኡ ዕሽነት እዩ፣ ንዓና እንድሕን ግና ሓይሊ ኣምላኽ እዩ ኢልዎ። ስለዚ ጥበብ ካብ መሰረቱ ናይ እግዚኣብሄር እዩ። የሱስ ጎይታ እዩ፣ ጥበብ ናይ እግዚኣብሄር እዩ። ክርስቶስ ከኣ ጥበብ ናይዚ ዓለም ፈለጥቲ በሃልቲ ንዕኦም ከሕፍሮም ኢሉስ ኣብ ሓዱሽ ኪዳን ከኣ ክርስቶስ ንኹሉ ነገር ዕሽነት ጌርዎ ኣብ መስቀል ስለዚ ጥበብ ናይ እግዚኣብሄር እዩ የሱስ ጎይታ እዩ ሓደ ብጥበብ ዝመላለስ ከኣኒ ንመጻኢ እዩ ንወለዶይ ዘመሓላልፍ ቢኮዝ ኣብቲ ብሉይ ኪዳን ዘሎትዮም ጥበብ ናይ ሳውከር የመሓላልፉ ነይሮም እዮም መርመርቲ ነይሮም ከመይ ዓይነት ጠቢባን መርመርቲ ንዝመጽእ ዝምርምሩ ማለት እዩ። የሱስ ጎይታ እዩ። ስለዚ እግዚኣብሄር ሎማዓንቲ ክረድኣና እዩ። ብጥበብ ክንመላለስ ኢና። ስጋውን መንፈሳውን ዘለሊ ናይ እግዚኣብሄር ጥበብ ክውሰኸና እዩ ሎማዓንቲ። የሱስ ጎይታ እዩ። ሓደ ጥበብ ካብቲ ዘይ ሓደ ጥበበኛ ዘይኮነ ሰብ ከኣኒ ማለት ጥበብሲ ናይ መጀመርታ ጥበብ ናይ እግዚኣብሔር ፍርሓት እዩ ኢሉ እቲ ዓሻ ሰብ ከኣ ብልቡ ብዘይ ልቡ ብልቡስ ኣምላኽ የሎን ይብል ሕጂ እቲ ጥበብ ማለት ባህርያት እዩ ግብሪ ዝረኣ ግብሪ ኢኻ ኢልዎ ኣሎ የሱስ ጎይታ እዩ ስለዚ እግዚኣብሔር ሎማዓንቲ ክረዳኣና እዩ። ያ ምሳሌ ዓሰርተ ክልተ ሽዱሽተ ከማን ከምዚ ዝብል ቃል ኣሎ እግዚኣብሄር ጥበብ ይህብ እዩ ኣሎ ጥበብ ይህብ እዩ እሞ ፍልጠትን ምስትውዓልን ካብ ኣፍ እየን ዝወጻ። እግዚኣብሄርሲ ጥበብ ይህብ እዩ፣ ፍልጠትን ምስትውዓልን ግን ካብ ኣፍ እየን ዝወጻ፣ በቲ ንዛረቦ ነገር ማለት እዩ። ኣስተውዒልና ዲና ንዛረብስ ወይ ስቕ ኢልና ስምዒትና? ከምኡ እዩ ዝብል ዘሎ። ኮዝ ምስትውዓል እቲ እቲኦም እኮ ብስጋ ተዝኾን ወይ ከኣ በቲ ናቶም ሲስተማቲክ ጌሮም እቲኦም ንጉሳት ሒዞሞ እንከለዉ ኣየብእሱሶም ስቲል እቲኦም ብሉጻት እዮም ብጥበብ ኔሮም። እግዚኣብሄር ግን ከመይ ዝበለ ዓይነት ገላጺ ምስጢራት ምኾኑ እንዳድነቕዎ ኩሉ እቲ ሕልመታት ናይ የበኩዶነጸር ዝነግርዎ ነይሮም ሕጂ ብዛዕባ እቲ ሕልሚ ዘይኮንኩሲ ብዛዕባ እቲ ጥበብ ከመይ ዓይነት ጥበብ ነይርዎም እቲኦም ንሕና ከኣ ጎይታ ከረድኣና ኣለዎም ማለት እዩ ብጥበብ ክንመላለስ ድሓን በዚ ሕጂ ብዚኣ ክውድእየ ምሳሌ ትሽዓተ ዓሰርተ ክልተ ዘላ ቃል ኣምላኽ ከንብባ እንድየ ኣኣ ክንውድእየ ምሳሌ ትሽዓተ ዓሰርተ ክልተ ጥበበኛ እንተ ኮንካ ንርእስኻ ተጣበብ መላገጺ እንተ ኮንካ በይንኻ ኢኻ እትስከም። ይብል ኣሎ እዚ ካብዚ ከኣ እግዚኣብሔር ይሰውረና። ጥበበኛ ጥበበኛ እንተ ኮይንካ ኢልዎ ንርእስኻ ትጣበብ መላገጺ እንተ ኮንካ በይንኻ ኢኻ እትስከም ስለዚ ሓደ ብጥበብ ብጥበብ ብጥበብ ዝመላለስ ይብሎ ኣሎ ኣብዚ ምሳሌ ዝብሎ ዘሎ ጥበበኛ ጥበብ ናይ ባዕልኻ እያ ማለት እያ እትርድኣና ኣነ ናይ ባዕልኻ ጥበብ እንተ ኮይና ስእልካ በይንኻ ኢኻ ስኢልካ በይንኻ ናይ ርእስኻ ኢልዋ ዘሎ ናሃትካ ናሃትካ ጥበብ ናትካ ጥራይ ኢኻ ትጥቀመሉ ወይ ብሲስተማቲክ ዝኾነ ካብ እግዚኣብሄር ምርሒት ዘይኮነ ወይ ከኣኒ ድምጺ ኣምላኽ ፍርሓት ኣምላኽ ዘይብሉ ኣዘራርባ ሳክት ብሲስተምካ ብናሃትካ like ከምዚ ተይለ ከምዚ ክብሎ እየ ከምኡ ዝባ እዚ ንርእሱ ጥራይ ዝቐሽሽ ንርእስና ርእስኻ ጥራይ ኢኻ ኮለል ትብል ማለት እዩ ጥበብ ናይ እግዚኣብሔር ግን ኣብ መንግሥት እያ ተቁም ኣብ ኣበኩደነጸር ኣብ መንግሥቲ ኣብቲ ናቱ እሶም ንግሥነት ተዋሂቦም እዮም በዓል ዳንኤል እቲኦም እተመረጹ ንሕና ከኣ ክርስቶስ መሪጽና ኣሎ እግዚኣብሔር ብጥበብ ክንማላለስ የሱስ ጎይታ እዩ ኣብ ርእስና ዘይኮነሲ ብጥበብ ንሓታ ንሓና ዘይኮነ ወይ ከኣ ብሲስተም ናይዚ ዓለም ኢልዎ ኣሎ ሲስተም ናይዚ ዓለም ኩሉ ዕሽነት እዩ Because ዝሓፈረ እዩ ሲስተም ናይዚ ዓለም ዝሓፈረ እዩ ናይ ናይ ናይ እግዚኣብሔር ሲስተም ግን ጥበብ ግን በቃ ገላጺ ይገልጸልካ ማለት እዩ ጥበብ በጥበብ ናይ እግዚኣብሔር ክንከይድ ጎይታ ኢየሱስ ይባርኽኩም ኢየሱስ ጎይታ እዩ ታንክ ዩ ኣቦ ነመስግነካ ኣለና እግዚኣብሔር ኣቦ ንስኻ ብጥበብካ ጌርካ ጎይታ ክትመርሓና እግዚኣብሔር ኣቦ ቃልካ ኣብ ህይወትና ክሰርሕ ብሽም የሱስ ክርስቶስ እጽሊ ኣለኩ Thank you Lord ጎይታ ተባረክ ስለዚ መዓልቲ እዚ እግዚኣብሔር ናይ ጥበብ እስካ ምንጪ ዝኮንካ ኣምላክ ስለ ዝረዳእካና ነመስግነካ ኣለና ጎይታ ይባረክ ጎይታ ይባርክኩም።